ካልኣይ ቆሮንቶስ ምዕራፍ ዓሰርተ።
ኣነ ጳውሎስ ኣብ ቅድሜኹም ሓፋር፣ ብድሕሬኹም ግና ደፋር ዝተብሃልኩ፣ ብናይ ክርስቶስ ሕያዋይነትን ለውሃትን እልምነኩም ኣለኹም። ነቶም ብሥጋዊ መንገዲ ከም እንነብር ገይሮም ዝቖጽሩና ሰባት ብድፍረት ክምልሰሎም እኽእል እየ፣ እንተኾነ ናባኻትኩም ምስ መጻእኩ ብድፍረት ኣብ ምዝራብ ከይተብጽሑኒ፣ እልምነኩም ኣለኹም ኣብዛ ዓለም እኳ እንተነበርና ከምዛ ዓለም ኣይንዋጋእን ኢና ኣጽዋር ውግእና ድማ ጽኑዕ ዕርድታት ዘፍርስ መለኮታዊ ሓይል ዘለዎ ኣጽዋር እዩ እምበር ናይዛ ዓለም ኣጽዋር ኣይኮነን በዙይ ኸዓ ነቲ ንፍልጠት እግዚኣብሔር ብትዕቢት ዝቃረን ኩሉ ነፍርሶ፣ ንኹሉ ሓሳብ ማሪኽና ድማ ንክርስቶስ ከም ዝግዛእ ንገብሮ። ንስኻትኩም ብምእዛዝ ፍጹማት ምስ ኰንኩም፣ ነቲ ዘይእዘዝ ኩሉ ክንቀጽዖ ድልዋት ኢና። ንስኻትኩም ንሓደ ነገር ብኣፍኣዊ ጥራሕ ኢኹም እትርእይዎ። ሓደ ናይ ክርስቶስ ከም ዝዀነ ዝኣምን እንተልዩ፣ ከምቲ ንሱ ናይ ክርስቶስ ዝዀነ፣ ንሕና እውን ናይ ክርስቶስ ከም ዝኾንና ክሓስብ ይግብኦም። በቲ ጐይታ ንመጥፍኢኹም ዘይኮነስ ንምህናጽኩም ዝሃበና ስልጣን ቁሩብ ሕልፊ ገይረ እንተደኣ ተመኪሐ ኮይነ ድማ ኣይሓፍርን እየ። ብመልእኽትታተይ ገይረ ከፈራርሐኩም ዝደሌኹ ኣይምሰልኩም። ሓደ ሓደ ሰባት እተን መልእኽትታቱ ከበድትን ብርቱዓትን እየን። ብኣካል ምሳና እንተሎ ግና ድኹም እዩ፣ ዘረብኡ ውን ንዕቕ እዩ። ዝብሉ ኣለዉ። እቶም ከምዚ ዝብሉ ሰባት ከምቲ ኣብ ርሑቕ እንተለና ብመልእኽትታትና እንብሎ፣ ብኣካል ኣብኡ ምሳኻትኩም እንተለና ውን ከምኡ ከም እንብል ይፍለጡ ምስቶም ብዓልቶም ንብዓልቶም ዝንእዱ ርእስና ክንቆጽር ወይ ክነመዓራሪ ኣይንደፍርን ኢና ንሳቶም ንርእሶም ምስ ርእሶም ስለ ዘመዛዝኑ ንርእሶም ከኣ ምስ ርእሶም ስለ ዘመዓራርዩ ዘየስተውዕሉ እዮም ንሕና ግና ናባኻትኩም ክሳዕ እንበጽሕ በቲ እግዚኣብሔር ዝወሰነልና መጠን እምበር ካብ መጠን ሓሊፍና ኣይንምካሕን ኢና። ቅድሚ ኩሉ ናይ ክርስቶስ ወንጌል ዝሰበኽናልኩም ንሕና ኢና። ስለዙይ ብኣኻትኩም እንተተመካሕና ካብ ዝተወሰነልና ዝሓለፍና ኣይመስለንን። ንሕናስ ካብ ዝተወሰነልና ሓሊፍና በቲ ካልኦት ዝደኸምሉ ኣይንምካሕን ኢና። እኳ ደኣ እምነትኩም ክዓቢ እሞ እቲ ኣባኻትኩም ዝተወሰነልና ኣገልግሎት ክሰፍሕ ተስፋ ንገብር ኣለና። ኣብቲ ካልኦት ኣቐዲሞም ብዝሰርሕሉ እንተይተመካሕና፣ ካባኻትኩም ሓሊፍና ናብ ካልኦት ሃገራት ወንጌል ክንሰብኽ ኢና። እቲ ዝምካሕ ብእግዚኣብሔር ይመካሕ ከም ዝብሎ፣ እቲ እግዚኣብሔር ዝንእዶ እምበር እቲ ንርእሱ ዝንእድ ሰብ ኣይኮነን ተቐባልነት ዝረክብ።